ንሓንቲ ኤርትራ ደሞም ዝዛረ ዋና ንዋኮ ዝሃገር ሰላም ከመይ ቀኒኹም ዝኸበርኩም ሰማዕትና እዚ ድምፂ ሰልፊ ናህዳ ኤርትራ እዩ ኣብ ናይ ሎሚ ቀዳም ክልተ ማርች 2019 ዘለውና መደባት ከላልየኩም ፈለማ ሰሙናዊ ንጥፈታት ዜና እዩ ክቐርበልኩም ቀጺሉ መሰረታዊ መትከላት ሰልፊ ናህዳ ኤርትራ ኣብ ጉዳይ ሕብረተሰብ ጀበርቲ ሳልሳይ ክፋሉ ከነስዕበልኩም ኢና ኣብ መንጎ ጣዕሚ ዜማ እንግዶትና እዩ። ሓቢርኩም ምሳና ክትጸንሑ ብኽብሪ እንዳዓደምና ሕጂ ናብ ፈላማይ መደብና ከሰጋግረኩም።
ዳግማይ ሰላምታና ይብጻሕኩም ክቡራት ሰማዕትና ካብ ድምጺ ሰልፊ ናህዳ ኤርትራ ሰሙናዊ ንጥፈታት እነሆ። ፕረዚደንት ኡጋንዳ ንወዱ ዝለዓለ ወተሃደራዊ ማዕርግ ከም ዝሃበ ተገሊጹ። ወዲ ኣርብዓን ኣርባዕተን ዓመት ሙሆዚ፣ ኣቐዲሙ ኣዛዚ ናይቲ ብፍሉይ ሓይሊ ዝፍለጥ ኣብ ሓለዋ ፕረዚደንት ቐጽሪ ቤተ መንግስቲ እዩ ነይሩ። በዚ ሕጂ ተዋሂቦ ዘሎ ናይ ሌተርናል ጀነራል ማዕርግ ድማ ጠቕላሊ ኣዛዚ ሰራዊት እታ ሃገር ንምዃን በቒዑ ኣሎ። ንሰላሳን ሰለስተን ዓመታት ኣብ ስልጣን ዝርከብ ፕረዚደንት ሙሰቪኒ ብሕማም ይኹን ካልእ፣ ምምራሕ ኣብ ዘይክእለሉ ስልጣኑ ንወዱ ብምርካብ ክእለ ካብ ዝብል መደብ፣ ንወዱ ናብ ዝለዓለ ወተሃደራዊ ማዕርግ ከምዘሕኮሮም ተንተንቲ ፖለቲካ የረድኡ። ፕረዚደንት ሙሰቪኒ ንወዱ ናብ ዝለዓለ ወተሃደራዊ ስልጣን ዘሕኮሮም፣ ንቅዋም እታ ሃገር ክሳብ ብህይወት ዘሎም ኣብ ስልጣን ንምጽናሕ ዘኽእሎ ገይሩ ድሕሪ ምቕያሩ እዩ። ወዲ ሰብዓን ኣርባዕተን ዓመት ዘሎ ፕረዚደንት ሙሰቪኒ፣ ብመሰረት ኣቐዲሙ ዝጸንሐ ቅዋም'ታ ሃገር፣ ዕድሚኡ ኣብ ዝመጽእ ዓመት ኣብ ዝካየድ ምርጫ'ታ ሃገር ክሳተፍ ኣየፍቅደሉን'ዩ። ይኹን'ምበር እቲ ፕረዚደንት ነቲ ቅዋም ብምቕያር ብህይወት ክሳብ ዘሎ ኣብ ስልጣን ክጸንሕ ወጢኑ ኣሎ። ፕረዚደንት ሙሰቪኒ ኣብ ኣፍሪቃ ኣብ ስልጣን ብዝጸንሖ ብዝሒ ዓመታት ምስ ቀዳሞት ዓሰርተ ዝስራዕ መራሒ'ዩ። ሰለስተ ካብቶም ሽዱሽተ ቀዳሞት ፕረዚደንት ኡጋንዳ ዩዌሪ ሙሴቪኒ ንወዱ ኬንሩጉባ ሙሄዚ ዝለዓለ ወተሃደራዊ ማዕርግ ከምዝሃቦም መርበብ ሓበሬታ እታ ሃገር ገሊጸን። ኣብ ምብራቕ ኣፍሪቃ ዝርከቡ ኮይኖም ንሳቶም ድማ ፕረዚደንት ኡጋንዳ ዩዌሪ ሙሴቪኒ ብ ሰላሳን ሰለስተን ዓመታት ቀዳማይ፣ ፕረዚደንት ሱዳን ዑመር ሓሰን ኣልበሽር ብ ሰላሳ ዓመታት ካልኣይ ክኾኑ እንከለዉ፣ ሳልሳይ ድማ ውልቀ መላኺ እስያስ ኣፈወርቂ ብ ዕስራን ሸሞንተን ዓመታት ይስዕቦም ኣሎ። ኣብ ሶማል ሰብ ኣልቦ በረርቲ ኣመሪካ ብዘካየድኦ ደብዳብ ሰላሳን ሓሙሽተን ሰባት ተቐቲሎም። ሰብ ኣልቦ በረርቲ ወይ ድሮን ኣብ ሶማል ብዘካየድኦ ደብዳብ ብውሕዱ ሰላሳን ሓሙሽተን ሰባት ተቐቲሎም ኣለዉ። ቤት ጽሕፈት ምክልኻል ኣመሪካ ፔንታጎን ዘውጽኦ መግለጺ መሰረት እቶም ብ ዕስራን ኣርባዕተን ለካቲት ብዝተኻየደ ደብዳብ ዝተቐትሉ ሰላሳን ሓሙሽተን ሰባት ብምሉኦም ኣባላት ናይቲ ሽበራ ጉጅለ ኣልሸባብ እዮም። እንተኾነ በቲ ኣብ ማእከላይ ሶማል ዞባ ሂራን ዝተኻየደ ደብዳብ፣ ሰላማውያን ሰባት እውን ግዳያት ኮይኖም ከኾኑ ከምዝኽእሉ ዝተፈላለዩ ወገናት ይገልጹ ኣለዉ። ኣሜሪካ ኣብዘን ዝሓለፋ ክልተ ኣዋርሕ ኣብ ሶማል ተደጋጋሚ ደብዳብ ብምክያድ መብዛሕቶም ኣባላት ኣልሸባብ ምዃኖም ዝገለጸቶም ብውሕዱ ሚእትን ሰማንያን ሓሙሽተን ሰባት ቀቲላ ኣላ። ዓቃብ ሰላም ሰራዊት ሕብረት ኣፍሪቃ፣ ሰራዊት መንግስቲ ሶማልን ኣመሪካን ብዘካይድዎ ዘለዉ ስርሒታት፣ ኣልሸባብ ከምዝተዳኸመ ይግለጽ እኳ እንተሎ፣ ምስ ምስሓብ እቲ ኣብታ ሃገር ተዋፊሩ ዝርከብ ዓቃብ ሰላም ሰራዊት ኣብ ክልተ ሽሕን ዕስራን ብዝሓየለ ክበራበር ከምዝኽእል ተንተንቲ የጠንቅቑ። ኤርትራን ሶማልን ናይ ምሕዝነት ግጥም ኩዕሶ እግሪ ንዘይተፈልጠ እዋን ከምዘሰጋገርኦ ተገሊጹ። ኣብ መንጎ ኤርትራን ሶማልን ክካየድ ዝተወጠነ ናይ ምሕዝነት ግጥም ኩዕሶ እግሪ ከምተሰረዘ ተሓቢሩ። ፈደረሽን ኩዕሶ እግሪ ሶማልያ ኣብ ዝሃቦ መግለጺ፣ እቲ ዝሓለፈ ሰሙን ኣብ ከተማ መቓዲሾ ክካየድ ተወጢኑ ዝነበረ ናይ ትሕቲ ዕስራ ዓመት ምሕዝነታዊ ግጥም ናብ ካልእ እዋን ከምተሰጋገረ'ዩ ኣመልኪቱ። ይኹን እምበር እቲ ብዓሰርተ ሽዱሽተ ወይ ብዓሰርተ ሸውዓተ ለካቲት ተሰሪዑ ዝነበረ ግጥም ዝተሰረዘሉ ምኽንያት ይኹን ናብ ካልእ እዋን ተሰጋገርሉ እንተኾይኑ ድማ መዓስ ከምዝካየድ ኣይተነጸረን። ፈደረሽን ኩዕሶ እግሪ ኤርትራ ብዛዕባ ሓድሽ ናይ ግጥም መደባቱ ክሕብሮም ኣብ ትጽቢት ከምዘለዉ ንኣፈኛ ፈደረሽን ኩዕሶ እግሪ ሶማል ሻፊ ሙሐዲን ኣቡበከር ብምጥቃስ መርበብ ሓበሬታ ሶማል ገሊጸን ኣለዋ። ብወገን ኤርትራ ብዛዕባ ምስራዝ ይኹን ምስግጋር ምሕዝነታዊ ግጥም ምስ ሶማል ዝተዋህበ ወግዓዊ መግለጺ የለን። ኤርትራ ኣብ መቓድሾ ኣብ ዝካየድ ምሕዝነታዊ ግጥም ክትሳተፍ እንተኽኢላ ድሕሪ ሓደ ሽሕን ትሽዓተ ሚእትን ሰማንያን ሸሞንተን ኣብ መሬት ሶማል ግጥም ዘካየደት ናይ መጀመርያ ሃገር ክትከውን እያ።

ኣብ ውዱእ ሰዓታ ገሊጻ። ፕረዚደንት በሽር ንሚኒስተር ምክልኻል ቀዳማይ ምክትል ክኸውን መዚዝዎ። እቲ ፕረዚደንት ብዘይካ'ዚ ንኣመሓዳሪ ዞባ ምዕራብ ጀዚራ ቀዳማይ ሚኒስትር ሱዳን ክኸውን ረቚሕዎ ኣሎ። ክልቲኦም ተወሳኺ መዝነት ተዋሂብዎም ዘሎ ሰበስልጣን ሱዳን፣ ፕረዚደንት በሽር ቅድሚ ሰላሳ ዓመታት ብወተሃደራዊ ዕልዋ ናብ ስልጣን ኣብ ዝመጸሉ እዋን እሙናት ደገፍቱ ምንባሮም ሰነዳት'ታ ሃገር የመልክቱ። ፕረዚደንት ሱዳን ንዝበዝሑ ሰበስልጣናቱ ዝኣለየ ፕረዚደንት ሱዳን ዑመር ሓሰን ኣልበሽር ንሚኒስተር ምክልኻል ጀነራል ዓወድ ኢብን ዓውፍ ቀዳማይ ምክትል ፕረዚደንት ብምእላይ ብኡ ናቱ ዝትክኦም ዘሎ ኣንጻሩ ዝካየድ ዘሎ ህዝባዊ ተቓውሞ ብሰንኪ ዝፈጠረሉ ከቢድ ስግኣት እዩ። እቲ ፕረዚደንት ብ ዕስራን ክልተን ለካቲት ንሓደ ዓመት ዝጸንሕ ናይ ህጹጽ እዋን ከምዝኣወጀ ዝፍለጥ እዩ። ፕረዚደንት በሽር ብደረጃ ሃገር ናይ ህጹጽ እዋን ዘውጅ ዘሎ፣ ኣብቲ ምስ ኤርትራ ዘዳውብ ከባቢታት ምብራቕ ሱዳን ኣንቢርዎ ዝነበረ ኣዋጅ ብምልዓል፣ ተዓጽዩ ዝጸንሐ ዶብ ምስ ኤርትራ ክኽፈት ካብ ዝውስን ወርሒ ኣብ ዘይመልኣሉ ግዜ እዩ። ካልኣይ ወርሑ ኣቑጺሩ ዘሎ ህዝባዊ ተቓውሞ ሱዳን፣ ብናህሪ ዋጋታት መሰረታውያን መግብታትን ሃለኽቲ ነገራትን እኳ እንተተበገሰ፣ ንሰላሳ ዓመታት ኣብ ስልጣን ዝርከብ ወዲ ሰብዓን ሓሙሽተን ዓመት ፕረዚደንት በሽር ጠቕሊሉ ክእለ'ዩ ዝጠልብ ዘሎ። እዚ ኣብ ሱዳን ተኸሲቱ ዘሎ ኩነታት ኣብታ ሃገር ንዝርከቡ ኣሽሓት ኤርትራውያን ሻቑሎት ፈጢሩሎም ከምዝርከብ ተገሊጹ'ሎ። እዚ ድምጽኹም ድምጺ ሰልፊ ናህዳ ኤርትራ እዩ። ክቡራት ሰማዕትና ሰሙናዊ ንጥፈታት እዚ መስል ነይሩ። ምስ ዝተረፉ መደባትና ሓቢርኩም ጽንሑ።

እዚ ድምጽኹም ድምጺ ሰልፊ ናህዳ ኤርትራ እዩ። ኩቡራት ሰማዕትና ሲዒቡ ዝቐርብ ድማ መሰረታዊ መትከላት ሰልፊ ናህዳ ኤርትራ ኣብ ጉዳይ ሕብረተሰብ ገበርቲ ሳልሳይ ክፋል ክቐርበልኩም እዩ ተኸታተሉ። ብ ሓደ ሽሕን ትሽዓተ ሚእትን ሓምሳን ሓደን ዓመተ ምህረት ቀጺሉ ውን ነቲ ዝነበረ ረፈረንደም ኤንሶ ማትንሶ ዝምራሕ ዝነበረን ብውዲት ሃጺያውያንን ጽዮናውያንን መስፋሕፋሕትን ተንኮላ ዝተኣልሜን ብዘይ ምኽንያት ብዘይ ምጥማት ኣብ ሓደ ሓደ ታሪኻዊ ኣገላልጻ ከም ዝንገር ኣብ ተፈጥሮ ዓለምን ደቂ ዓለምን ብብዙሕ መልክዑ ብዘይተራእየ ብዓይነቱ ፍሉይ ዝነበረ ረፈረንደም ብምክያድ ብዘይ ፍትሓዊ መንገዲ ኤርትራ ኣብ ትሕቲ ኢትዮጵያ ብፈደረሽን ዓሰርተ ዓመታት ክትቁረንን ሕቡራት ሃገራት ውሳኔ ኣሕሊፉ። እዚ ድማ ናይ ክልቲኤን ሃገራት ኣብ ዝተወሰኑ ጉዳያት ከመሓድራ ዝብል እዩ። ሃገርና ኤርትራ ባንዴራኣ ክተውለብልብ፣ ባይቶኣ ክተቐውም፣ ምምሕዳራ ባዕላ ብደቂ ሃገር ብዲሞክራሲ ክትመርጽ፣ ውሽጣዊ ጉዳያታ ባዕላ ክትፈትሕ ዝብል እዩ። ዘውዲ ኢትዮጵያ ድማ ወተሃደራታ ካብ ዶብ ኤርትራ ከይሰግር፣ ኣብ ውሽጢ ጉዳያት ኤርትራ ከይትኣቱ፣ ንሰላምን ሓድነትን ህዝብታት ኤርትራን ዘማኽር እንደራሴ ክተስፍር፣ ንኻልእ ኩሉ ናይ ደገ ሓይሊ ዝመጽእ ወራራት ክትከላኸል ዝብል እዩ። ኣብዚ ግዜ'ዚ ኣብቲ ፈደረሽን ኤርትራን ኢትዮጵያን ዝተኣወጀሉ ነቲ ኣዋጅ ብምቅዋም፣ ብዓሳክር ዕሱባት ማሕበር ኣንድነት ክቡር ኣቦና ሓጂ ኢማም ሙሳ ተጨውዮም ኣብ ቤት ማእሰርቲ ዓዲ ዃላ ተኣሲሮም እዮም። በዓል ደግያት ሓሰን ዓሊ ሓጂ ኢማም ሙሳ፣ ቀኘዝማት ብርሃኑ ኣሕመድዲን፣ ራእሲ ተሰማን ካልኦትን ብትሪ ተቓውሞ ኣስሚዖም ጥራይ ዘይኮነስ ንህዝቢ እውን ዘይፍትሓዊ ፍርዲ ኢሎም ጎስጓስ ክገብሩ ኣብ ዝጀመሩሉ ግዜ ብዙሕ ተፅዕኖታት ብማሕበር ኣንድነት ንማእሰርትን መጭወይትን ተሳጢሖም እዮም። ብዙሓት ህሉዋን ከዘንትውዎ ከለዉ ድማ ንነጻነታዊ ዕላምኡ ብምኽባር ንእተዋህቦ እተለገሰሉ ናይ ምሕረት ዕድል ብምንጻግ ኤርትራ ወይ ሞት እናጨረሐም ብስርዓት ንጉስ ኢትዮጵያም ኣብ ማእከል ኣስመራም ኣብ ዕዳጋ ሓሙስ ብናይ ሞት ብይን ዝተሓንቀም ኣብ ሃገራዊ ምንቅስቃስ ዝነበረም ኣባል ስዒድ በሽር ወይም ድማ ገሲር ካልእ ምእንቲ ናጽነት ኤርትራ ተኸፊሉ እዩ። እዚ ግን ንማሕበር ጀበርቲ ደላይ ናጽነት ኤርትራን ፍጹም ኣየሰንበዶን እኳ ደኣ ኣሰዊድዎ እምበር። እቲ ተግባራት ናይ ኮረኔል ነጋ ሃይለስላሴ ነቲ ናይ ጽባሕ ጥልመት ባይታ ብምጥጣሕ ዝሕግዞ ውዲታት እንዳተኣልመ ብዝመጾን ንሱ ብዝትግብሮን መሰረት ኣብ ምምስራት ባይቶ ኤርትራ እዩ እቲ ሸርሕታቱ ኣብ ሕብረተሰብ ጀበርቲ ዝቐጸሎ ድማ ንኣባላት ኣንድነት ትምህርቲ ናይ ዩኒቨርሲቲ ሃፀይ ሃይለስላሴ ብነፃ ፈቒዱሎም ክተመሓድሩ ኢኹም ኢሉም ገለ ሰባት ንትምህርቲ ንኣዲስ ኣበባ ብምውሳድ ንክጥቀመሎም ኣብ ዝጀመረሉ ግዜ ኣብቲ ዝግበር ምርጫ ናይ ባይቶ ኤርትራ ክሳተፉ ዘይብሎም ድምፂ ክወሃቦም ዘይብሉም እቶም ስሙያትን ፍሉጣትን ደቂ ጀበርቲ ብሓፈሻ ክምረፁ ከምዘይብሎም ብዓብይ ሰሪሖምሉ። ንምንታይ እቲ ህዝቢ እቲ ብዘይ ኤርትራ ከም ዘይነብርን ንማሕበር ኣንድነት ከም ዘይዕሰብን ኣጸቢቖም ይፈልጡ እዮም። ስለ ዝኾነ ድማ ኣብ ትውዲቶም ኣይካፈልን እዩ ኢሎም ኣብ ባይቶ ኤርትራ ክምረጽ ኣለዎ ዝብሉ ካብቶም ደቂ ከበሳ ከማን እቶም ዕሱባት ናይ ኣንድነት ጥራይ እዮም። እዚ ምስ ሰመረሎም ድማ ባይቶ ኤርትራ ገና ኣብ ምጅማሩ ብድሆታት ከጋጥሞ ጀመረ። ሕብረተሰብ ጀበርቲ ግን እዚ ኩሉ ሸርሕታት ገና ብኣጉኡ ፈሊጥዎም። ንኽብድሆ ግን ፈታኒ ኮኖም። ንምንታይሲ ብሓደ ኢድ ክጣቓዕ ስለ ዘይከኣል። እቲ ቃልሲ ግና ናህሩ ዝያዳ ወሰኸ። ምኽንያቱም ቀዳማይ ስውእ ኣብ ታሪኽ ኤርትራ ዓብዱልቃድር ከቢሬም ተኸተልቲ ሰዓብ ብኣሽሓት ስለ ዝሓደጉም፣ ብድሕርዚ ኣብ ሓደ ሽሕን ትሽዓተ ሚእትን ሓምሳን ኣርባዕተን ነቲ ንህዝቢ ኤርትራ ምትላል ተባሂሉ ዝቖመ ባይቶም ዝተረድኡ ኣቦታት ጀበርቲ ነቲ ደሓር ዝመጽእ ጭውየት መዕገቲ ወይ መመከቲ ክኸውን ኢሎም ካብ ዝሰረትዎ ባይታ ምቛም ክበብ ጀበርቲ ኤርትራ ክበብ ጀበርቲ ይጸዋዕ ደኣ እምበር ዕላምኡ ንምስራዕ ደቀባት ሃገር ኣስላማዩ ክርስትያኑ ብምኽንያት ክበብ መዘናግዒ ዝላዘብሉ፣ ዝረዳድእሉ፣ ዝጣመርሉ ቦታ እዩ ነይሩ። እዚ ዕውት ወፍሪ ከኣ ሃይማኖታዊ ቅልውላው ብኣቦታት ዝተረጋገኤን ንዕኡ ኣብ ምክዋስ ብሰበብ ስፖርት ጌርካም ኣስማት ኣውራጃታት ጌርካም ምቅዋስ ንሕድሕዳዊ ምንኻስን ዝተወጠነ ከፍሽሎ ክኢሉ። ስፖርት ናይ መናእሰይ መራኸብን መወዳደርን ስለዝኾነ በዓል ኣዱሊስ፣ ዙላም፣ ኮኾብ ኤርትራ ምቋምን ማሕበር ጀበርቲ፣ ክለብ ጀበርቲ፣ ብምምስራት ኣብቲ ክለብ ዝመጹ ዝነበሩ ኩሎም ኣስላምን ክርስትያንን ብዝያዳ ምዝታይን ምቅርራብን ነቲ ዝጸንሐ ፍሕፍሕ ኣብ መንጎ ክርስትያንን እስላምን ኣብ ምፍታሕን ስፖርታዊ ክለባት ናይ ሃገራውያንን እቲ ዝነበረ ምስሕሓባት ደቂ ሃገር ኣብ ኣዘዩ ጽቡቕ ደረጃታት ኣብጺሕዎ እዩ ዝነበረ። ወረታት ጉዳይ ሃገር ዳርጋ ኩሉ ክበሃል ይከኣል ኣብዚ ክለብ ጀበርቲ እዩ ነይሩ። ናይዚ ክለብ ጀበርቲ ኤርትራ መራሕቲ ዝነበሩ በዓል ቀኘዝማት ብርሃኑ ኣሕመዲን ክሳብ ፈተነ ቅትለት ተገይርሎም እዩ። ኣብዚ ሃገራዊ ክበብ እምበኣር ማሕበር ጀበርቲ ምስ ኩሎም ደቂ ሃገር እንዳተዛተየም ንከም ማሕበር ሸውዓተ፣ ራቢጣ እስላሚያ ዝኣመሰላ ንናጽነት ኤርትራ ዝቃለሳ ሰልፍታት ዳርጋ ካብ ነብሲ ወከፍ ወዲ ጀበርቲ ዓቕሙ እንዳኸፈለን ብሂወቱን ብደቁን እንዳሰለፈን ኣንጻርቶም ዝነበሩ በዳህቲ ሓይልታት ተቓሊሱን ኣቃሊሱን እዩ። ኣብ ሓደ ሽሕን ትሽዓተ ሚእትን ሓምሳን ትሽዓተን እቲ ዝቖመ ምንቅስቓስ ሓርነት ኤርትራ፣ ሓረካ፣ ማሕበር ሸውዓተ ሰዊዱ ድምጹ ኣብ ገዛውቲ ስድራቤታት የስፋሕፍሕን ይድንፍዕን ስለዝነበረ ንዕሱባት ዕስኩራት ንባዕዲ መግዛእቲ ኣብ ምጥላሙም ስምዕታታት ገንፊሉ እቲ ቅልውላው ጠርዙ በጺሑ። ኣብ ሓደ ሽሕን ትሽዓተ ሚእትን ስሳን ሓደን ቃልሲ ኤርትራ ናህሩ ክሳዕ ኣብ ሕምብርቲ ኢትዮጵያ ከተኣታቱ ስለዝጀመረ፣ ናይቲ ንጉሳዊ ስርዓት ወተሃደራዊ ስልጣን ዝነበሮም ኢትዮጵያዊ ምልዕዓል ጀሚሮም ክሳዕ ኣብ ምግልባጥ ንጉስ ሃይለስላሴ በጺሖም ነይሮም። ብምዃኑ ሃጸይ ሃይለስላሴ ካብ ቤተ መንግስቶም ብዘውጽእዎ ሸርሒ ንህዝቢ ጀበርቲ ዕቱብን ህጹጹን ተነጽሎም ንሕብረተሰብ ጀበርቲ ኤርትራ ክግበረሎም በቲ ብጉልባብ ቆንስላዊ ቤት ጽሕፈት ዝኣተወ ኮረኔል ነጋ ሃይለስላሴ ዝመርሖም ብዙሕ ንዋትን ገንዘብን ብምፍሳስ መጋበርያም ካብ ኤርትራውያን ደለይቲ ኣንድነት ብምዕሳብ ኣብ ልዕሊ ህዝቢ ጀበርቲ መደባት ሓንጸጹ። እዚ ድማ መቐጸልታ ናይቲ መንግስቲ እንግሊዝ ዝጀመሮም ናይ ህዝቢ ጀበርቲ ምስ ኣሕዋቱ ክርስትያን ምጥፋእን ዘይወጽእ ቅርሕንቲ ምፍጣርን እዩ ነይሩ። ነዚ ንምትግባር ነጋ ሃይለስላሴ ዝተጠቕመሉ ሜላ፣ ነቶም ክርስትያን ከበሳውያን ምስ ኣሕዋቶም ክርስትያናዊት ኢትዮጵያ ክሰምሩ፣ ምኽንያቱ ድሌት ህዝቢ ጀበርቲ ኣስላም ዓብሊሎም ኣብ ኤርትራ እስላማዊት ዓረባዊት ሃገር ጌሮም ከጥፍኡኹም እዮም። ኤርትራ ከም ሃገር በይና ክትነብር ኣይትኽእልን እያ። ብየማን ብጸጋም ብምእምናን ምስልምና ዝተኸበት ኮይና ብብዝሒ ምስልምና፣ እቶም ምእምናን ክርስትና ከኣ ክሳዕ ንኸይቅደስ ክኽልክል ይኽእል እዩ ዝብል መርዚ ወፍርታት ብምንዛሕ እዚ ድማ ምስ ኩሎም ናይ ቆላ ኣስላም ኮንኩም ኢሎም ስለዚ ንስኹም ምስ ኣዴኹም ኢትዮጵያ እንተኾንኩም ንውሉድ ወለዶም ውሕስነት ኣለኩም ክርስትና ሃይማኖትኩም ኣይጠፍእን እዩ ኢሎም ጎስጓስ ብምክያድን ገንዘባውን ንዋታውን ሓገዛት ካብ ንጉስ ሃፀይ ሃይለስላሴ እንዳበሉ ነቲ ህዝቢ ክርስትያን ከእምንዎም ብዙሕ ኣይወሰደሎምን። ነቶም ደቂ መታሕት ኣስላም ድማ እዞም ውሑዳት እስላም ንዓኹም ወኪሎም ምሁራት ኢና ይብሉ ኣለው። ኣስላም ኤርትራ ከነመሓድሮ ኢና ይብሉ ኣለዉ ኢሎም ሓያል ጎስጓስ ብምግባር ንህዝቢ ጀበርቲ ተነጽሎ ክፈጥሩሉ ጀሚሮም። መርኣያ ናይዚ ድማ ብኣባላት ማሕበር ኣንድነት ክትግበር ጀመረ። ለባማት ኣቦታት ጀበርቲ ግን ዝብልዎ ዝነበሩ ግን ኣብ ሃይማኖት፣ ንጹር ኣረኣእያ ነይርዎም። ንሱ ድማ ካብቲ ዝብልዎ ዝነበሩ ንኽትኣምን ኣቐዲምካ ደቂ ሰብ ናይ ውልቆም መሰል እምነትን ከም ዘለዎም ክትኣምን ኣለካ። ነዚ ዘይትኣምን እንተኾንካ ናተይ ጥራሕ እመኑ ምባል ንባዕልኻ ስለምንታይ ከም እትኣምን ኣይትፈልጥን ኢኻ። እቲ ዝምህር ዝነበረ ተንኮላት ንኽዕገት ከኣ ኣቦታት ጀበርቲ ንህዝቢ ፈሊኻን ፈላሊኻን ዝብል ዝነበረ ምስራዕን ምውዳብን ንምሕያልን ንቃልሲ ናጽነት ኤርትራ ኣብ ምጥርናፍ ንሃገራዊ ናጽነት ብዙሕ ተጓይዮምን ንህዝቢ ድማ ኣዕጊቦምን እዮም። ዝተላዕለ ምንቅስቃስ ንናጽነት ኤርትራ ብዙሕ ጸገማትን ማእሰርትታትን የጓንፎ ደኣ እምበር ካብ ዝተበገሰሉ ዕላማም ነቕ ከይበለ ወግሐ ጸበሐ ድምጺ ህላወ ብምስማዕ ንምንቃሕ ህዝቢ ብዙሕ ኣበርኪቱ እዩ። ናይዚ ቃልሲ ኣዛይድዎ ጥራሕ ዘይኮነስ እቲ ከይተረድኦ ዝጸንሐ ሕብረተሰብ ኤርትራውን ዓለም ዝሃበቶ ግጉይ ፍርድን ንግስነት ሃጸይ ሃይለስላሴን ኤርትራ ናይ ምውናን ሕልሚ እንዳበረሃሉ ምስ ከደን ኣብ ዝነበረ ፖለቲካዊ ቃልስታት ክወሃሃድ ጀመረ። ጎኒ ጎኒ እዚ ድማ እቲ ዝጓሃር ዝነበረ ፖለቲካዊ ቃልሲ ናብ ጎነጻዊ ቃልሲ ብምዕባይ ናብ ናይ ብረታዊ ኣብ ጎቦ ኣዳል ጻውዒት ገበረ። ንግስነት ሃጸይ ሃይለስላሴ ብሓደ ሽሕን ትሽዓተ ሚእትን ስሳን ክልተን ዓመተ ምህረት ንባንዴራ ኤርትራ ኣውሪዱ ኤርትራ ኣካል ኢትዮጵያ እያ ምስ በለ፣ ኣቦታት ጀበርቲ ምስ ኩሎም ደለይቲ ናጽነት ኤርትራ ዝኾኑ ኣቦታት ኤርትራ ብምዝታይ ጉዳይ ኤርትራ ብብረት እምበር ብሰላም ከምዘይፍታሕ ብምርግጋጽ ንጅግና ስዉእ ሓምድ እድሪስ ዓዋተ ዘድሊ ስንቅን ብረትን ብምሃብ ናብ ብረታዊ ተጋድሎ ጻውዒት ከምዝጓሃር ተገብረ። ኣብዚ ጥራይ ኣይኮነን ኣብ ምምስራት ተጋድሎ ሓርነት ኤርትራ ንተጋድሎ ሓርነት ኤርትራ ንምድጋፍ ካብ ነብሲ ወከፍ ወዲ ጀበርቲ ዝከኣሎም ገንዘብ ደቆምን ሂወቶም ብምስላፍ ኣብ ሰውራ ኤርትራ ብፍጹም ዘይናዕ ኣበርክቶ ዝገበረ ማሕበረ ሰብ ኣብ ምዃኑ ምስ ምብትታን ተጋድሎ ሓርነድ ኤርትራ ምምስራት ህዝባዊ ሓይልታት ህዝባዊ ግንባርን ክሳብ ዕለተ ናጽነት ማሕበረሰብ ጀበርቲ ኣብ ሰውራ ኤርትራ ዝገበሮ ኣበርክቶም ንታሪኽ እዩ ዝሕደግ ጥራይ ዘይኮነስ፣ ዋና ንድፊ ናጽነት ምዃኑ እዩ ዝበርሃልካ ጉዳይ ጀበርቲ ኣብ ትሕቲ ገባቲ ስርዓት ህግደፍ ድሕሪ ምሕራር መላእ ኤርትራ ካብ ባዕዳዊ መግዛእቲ ገባቲ ስርዓት ህግደፍ ንዳግማይ ረፈረንደም ድሕሪ ምእዋጅ ንመጀመርያ ግዜ ህዝባዊ ግንባር ሓርነት ኤርትራ ኣብ ሓደ ሽሕን ትሽዓተ ሚእትን ትስዓን ሓደን ዓመተ ምህረት ዝኣወጃ ኣዋጅ ኣብ ኤርትራ ትሽዓተ ብሄራት እየን ዘለዋ ናይ ተቃወምቲ ሓይልታት ዝብሃሉ የለን እቶም ዝጸንሑ ብውልቆም ንሃገር ክኣትው ኢሉ ንህዝቢ ከየቅረበን ከየማኸረን ከይሓተተን ብኣዋጅ ገይሩ ዘሕለፎ ውሳኔም ሕጋውን ፍትሓውን ዘይምንባሩም ምኽንያቱም ህዝቢ ኤርትራ ኣይተሓተተን። ታሪኽን ኣመጻጽኣን ሕብረተሰብ ከይተጸንዐ ክውስን ምግባሩ። ኣካውና ሕብረተሰብ ኤርትራ ኣብ ግምት ዘእተወ ዘይምንባሩ። ንመጻኢ ብሰላም ናይ ምንባር ሓሳብ ዘይነበሮ ምንባሩ። እዘን ኣሰማምያ እዚኣተን ኣብ ታሪኽ ጸንሖም ምንባሩ። ናይ ሓባር ዝነበረ ኣነባብራ ሕብረተሰብ ዘይተጸንዐን እቲ ዝነበረ ናይ ሃይማኖታዊ ሰብኣውን ማሕበራውን ኣብ ግምት ዘእተወ ዘይምንባሩ፣ ብናይ ገድላዊ ትእዛዝ ዝተገብረ ምንባሩ፣ ተወሲኑ ዝጸነሐ ጉዳይ ምንባሩን ንሓደ ወገን ዘዕግብ ውሳኔ ምንባሩን እዩ ሃገራዊ ዕርቂ ክግበር ዝነበሮ ዕሽሽ ምባል። መዋእል ኤርትራ ተጋዲሎም ብዘይ ፍረ ክተርፉ ምግባሩ። በዚ ድማ ህዝቢ ጀበርቲ ዘይተጸበዮም ዓቢ ናይ መንነት ምምንጣል ደወል ተደዊልሉ። ንሱ ድማ። ካብ ብሄረ ኤርትራ ስሙ ብምልዓል ኣብ ትሕቲ ብሄረ ትግርኛ ተጸቒጥካ ኢኻ ትሰምዮ እምበር ንስኹም ባህሊ ዘይብልኩም ሕብረተሰብ ኢኹም ብምባል ጀሚሮም ቀጺሎም ነቲ ኣብ ሃገር ዝነበረና ስርሓት ናይ ንግዲ ምንቅስቓስ ብምምንጣል ንኻልኦት እንዳሃቡን እቲ ዝግብኣና ናይ ትምህርቲ ኮነ ናይ ምምሕዳር ቦታታት ካብ ኩሉ ምስልታት ብምጥፋእ ህዝቢ ጀበርቲ ከምዘይወዲ ሃገር ርእሱ ደፊኡ ከምዝነብር ቀሲቦሞ። ንህዝቢ ጀበርቲ ብጀካ ናይ መደመሪ ቁጽሪ ብሄረ ትግርኛ ካልእ ካብ ኩሉ ምስልታት ኤርትራ ብምድምሳስ ንዝሓለፉ ርብዒ ዘመን ድሂኾሞ እዮም። ዕላምኡ ድማ እዚ ስርዓት እዚ ውልዶ ናይ ሃጸያውያን ማሕበር ኣንድነትን ምንባሩ ብሩህ ኮይኑ እቲ ውዲት ወተሃደራዊ ገዛእቲ እንግሊዝ ዘንቀሎ ሽርሒ ናይ ህዝቢ ጀበርቲ ህዝቢ ጀበርቲ ብዘይ ኤርትራ ኣይነብርን እዩ ብኹሉ መንገዲ ዝተፈተነ ምስ ኣንድነታውያን ማሕበር ኣንድነት ንምጽንባሩ ስለ ዘይተኻእለ፣ ከም ኣተሓሳስባ ነዚ ሕብረተሰብ'ዚ ምንጻል ጥራይ'ዩ ነቲ ዕላማ ከዕውተኩም ብማለት ዝጀመርዎ'ሞ ድማ ኣብ ቅትለት ከቢረ ተዓዊቶም ኢሉ ኢሉ ብምሕሳብን ብሰንኪ ናቱ ቅትለት ድማ ኤርትራ ኣብ ትሕቲ ውሳኔ ሕቡራት ሃገራት ፈደረሽን ኢትዮጵያ ምጽንባራ ካልኣይ ዓወት ገይሮም ብምውሳድ፣ ድሕሪ ፈደረስዮን ኣብ ዝቐውም ፓርላማ ኤርትራ ወዲ ጀበርቲ ክመርጽ ተነጽሎ ኣብ ምፍጣር ብምትሕብባር ማሕበር ኣንድነትን መንግስቲ ሃጸይ ሃይለስላሴን ሰሪሖም እዮም። እዚ ድማ ኤርትራ ናብ ገዛ ኢትዮጵያ ንምሻጥን ህዝቢ ክርስትያን ዓብሊሉ ክነብር ብዝብል እምነት ኣቐዲሙ ዝተሓልመ ስለዝነበረ ነዚ ድማ ንኣንድነታውያን ክምክቶም ዝኽእል ሕብረተሰብ ጀበርቲ ጥራይ ምንባሩ ዝመኸርሉ ሃጸያውያንን ኣንድነትን ምስ ኮማንዲሶን ንህዝቢ ጀበርቲ ምስ መታሕታውያን ኣሕዋቶምን ከበሳውያን መማስሕቲ መርየቱን ኣብ ምንጻል ዝገበርዎ ምህዞታት ከም ዓወት ስለ ዝረኣይዎም ዳግማይ ኣብ ናጽነት ኤርትራውን ክደግምዎ ምርኣይናም ነዚ ታሪኽ ሃገራውነት ንምጥፋእን ንምድምሳስን መንነቱ ሓኺኽካም ሓድሽ ታሪኽ ብምስራሕ ነቲ ኣብ ኤርትራን ኤርትራውያንን ዝተፈጸመ በደል ከም ዘይነበረ ንምግባሩም እቲ ላዕለዋይ ኢድ ሒዝካ ምንባሩ ሰላም ዝህብ መሲልዎም መንነቱም ንምንጣል ከም ዕላማ ዝተበገሱሉ መንቀሊኡ ሱር ዝነበሮ ምዃኑ ይበርሃልካ። እዚ ኮይኑ ግን ደላይ ሰላም ህዝቢ ጀበርቲ ኣይፋልኩም ፍትሒ ይበልጽ ብምባል ኢናም ንቑለና ጀሚርና። ስርዓት ህግደፍ ግን ሕልሚ ኣያታቱ ከተግብር ኣብ ርእሴናን ሰራሕቲ እዚ ኩሉ ክኸውን እንከሎ ግን ህዝቢ ጀበርቲ ብትዕግስትን ብልዝብን ጉዳዩ ንምፍታሕ ንነዊሕ ግዜ ከይተሓለለ ሰሪሑ። ጻውዒት ሰልፊ ናህዳ ኤርትራ! መቃልሕ ሓርነት ካብ ማእከል ህዝብናን ሃገርናን የድህየና ኣሎ። ንመቃልሕ ሓርነት ምላሽና እንህበሉን ንቕሎና እነረጋግጸሉን ግዜ ሕጂ እዩ። ጻውዒት ሰልፊ ናህዳ ኤርትራ ደላይ ፍትሕን ሓርነታትን ማለት ኣብ ጎኒ ህዝብና ምህላውናን ብግብራዊ ቃልሲ ንስለ ፍትሕን ሓርነታትን ድልውነትና ብምርግጋጽ መድሕንን ተስፋን ህዝብናን ሃገርናን ከም ዝኾንና ምርግጋጽ እዩ። ጻውዒት ሰልፊ ናህዳ ኤርትራ! ኣብ ፍትሓውን መትከላውን መስመር ቃልሲ ህዝቢ ሰልፊ ናህዳ ኤርትራ ዓሲልናን ተወዲብናን ኣብ ዘለናዮን ብክንዲ ዝኸኣልናዮን ንሓርነትና ንውፈየሉ ግዜ ሕጂ እዩ። ጻውዒት ሰልፊ ናህዳ ኤርትራ ንሓርበኛታት ግዳያትን ስድራ ቤታትን ሰውራ ኣኽርያ 31 ጥቅምቲ እንረድኣሉን ቁጠባውን ማሕበራውን ሽግራቶም እንፈትሓሉን ኣለናልኩም እንብለሉ ግዜ ሕጂ እዩ። ጻውዒት ሰልፊ ናህዳ ኤርትራ! ቃልስና ቃልሲ ህዝቢ እዩ። ቃልስና ቃልሲ ውጽዓትን ፍትሓውን ዝኾነሉ ምኽንያት ጸረ ድርብ ወጽዓታት ምምላስ፣ ምርግጋጽ፣ ምውሓስ ኩሎም ሰብኣውን ፖለቲካውን መሰላት፣ ምትካል ልዕልና ሕግን ፍትሕን ማዕርነታትን ጥራሕ ዘይኮነ፣ ቃልስና ንምህላውን ዘይምህላውን ብግዴታታት ዝተስገደደ ግዴታ ብምዃኑ እዩ። ጻውዒት ሰልፊ ናህዳ ኤርትራ!
ግዴታዊ ምጽንባር ብሄራት ኣይንቕበልን። ቅድሚ ኩሉ ህዝብን ሃገርን ንምድሓን ንቃለስ። እምበኣርካስ ኩቡራትን ኩቡራንን ሰማዕትና ንሎሚ ቀዳም ዝበልናዮም ትሕዝቶታትና እዞም ዝተኸታተልኩሞም ኮይኖም ንምክትታልኩም ኣዚና ነመስግን ዝመጽእ ብኻልእ ትሕዝቶ ኢና ክንራኸብ ክሳብ ሽዑ ሰላም ቅነ ንኹልና።